ትድራዓ ትኸውን ትኽእል። ኣደራዕ ዝበዝሓ ዝውርወራ ጭጉራፍ ምኽንያቱ ንጹር እዩ እቲ ዘላቶ ጆግራፍ ሃገር ከይትኸውን ጽሒቶም ክትሓቅቕ ብስውር መጻወድያ ክእትውዋ መልሕቕ ብተፈጥሮ ማእከል ስሕበት ክነሳ ናጽነት ይግባእ እዩ ግን ብማለት ተጎስያ ሃገር ከይትኸውን ክሸጡ በሊዖም ሓረታ እስልማዊ ፈደረሽን እትዮም ኣፍርቦታ ዓው። ብምኽንያት እንኮ ቁጽሪ ዓለም ፖለቲካዊ ባርኾት ንዓኣ ገንሸል ጌሮም መሬትና መንጢሎም ክሓኩ መንነት ኣርዑት ቁርና ይኣይ ክንርዕም ኣንድነት ባንዴራና ኣውሪዶም ክሕውሱ ካርታ ብመንነትና ላግጹ ኣሽካዕላል ጸወታ ሽዑ እዩ እምቢ ኢሉ ኣበደን ህዝባ ብሓበራ ኩሉ ኣወዚፉ ከቲቱ ንሰውራ ኤርትራ ንኣፍሪቃ ዘንቀጥቅጥ ወሊዑ ጎመራ ክብረቱ ከውሕስ ነቒጹ እና ሓዊ ናነደደ ሱሳ ዓመት መኪቱ ኮይኑ ትሽዓተ ከም ሓደ ክቡር ሂወቱ እናሃበ እናፈሰሰ ደሙ ብመስተንክር ቅያታት መሊሱዋ ሪሙ እወ እምቢሉ ኣይፋል ኤርትራዊ ንጎበጣ ባዕዲ ኣብ ሞት እናሞተ መሊሱዋ ዘውዲ ነዛ ዘውዲ ዝትንከያ ወይልኡ ወይልኡ ብኣፍ ሓርበኛ ዋና ወልወል ቀደም ተባሂሉ።
ነቶም ዘይትፈልጡኒ ሽመይ ሙባእ ለባስ ይበሃል ካብ ካናዳ ኣተዋ እየ እዞም የማነይ ፀገመይ ዘለዉ ኣሕዋትና ከዓ ነዛ ተዋሂባትና ዘላ ኣርእስቲ ቀርቡልና እዮም ሓንቲ

ሐራይ ሽመይ ሰሎሙን ገብረየሱስ ይበሃል። ሕጂ ዝመጻኸሉ ቦታ ካብ ቤይ ኤርያ ካሊፎርንያ ሕቡራት መንግስታት ኣሜሪካ እዩ ማለት እዩ። ድሕረ ባይታይ እንድሕር ተመሊስካ ኣብ ኣስመራ ተወሊደ ዓብየ ኣብ ኣስመራ ኤለመንታሪ ጁንየር እና ሃይስኩል ኣብ ኣስመራ ተማሂረ ስለ ኣስመራ ዩኒቨርሲቲ ማለት እዩ። ድሒሩ ከኣ ኣብ ሃገራዊ ማሕበር መንእሰያት ተማሃሮ ኤርትራ ከም ፕሮጀክት ማነጀር ወይ ድሕረ እውን ከም ጎን ጎን ናቱ ከዓ ከም ጋዜጠኛ ኮይነ ከዓ ኣብቲ ማሕበር ይነጥፍ ነይረ ማለት እዩ። ድሕሩ ኣብ ሽሕን ትሽዓተ ሚእቲ ትስዓን ትሽዓተን ዓመተ ምህረት ተቐዳደምቲ ቅድድም ብሽክለታ ኤርትራ ሒዘ ናብ ደገ ክወፅእ ነይርኒ። ብመሰርሒ ብዙሕ ዝተሓላለኸ እዩ። ኣብዛ ከተማ እዚኣ ትሪእዋ ዘለኹም ሽዑ ናይ ዓዲ ጥልያን ነበረ ትራንዚተይ ኣብዚ ተሪፈ ማለት እዩ። እቲ ናይ ዓድና ዝነበረ ስርዓት ናብ ጥዑይ ዘይኮነሲ ህዝቢ ኤርትራ ሒዙ ናብ ገደል ይጸድፍ ከም ዘሎ ቀዲመ ኣንቢበ ስለ ዝተረዳእኩ'ዩ ማለት እዩ። ካብታ ዝወጻኹላ ሰዓት ጀሚረ ገና ኣብቲ ኤርፖርት ከለኹ'የ ቃልሲ ጀሚረ ምስ ፍራንክፈርት። ሓደ ስኒ ካበይ ኢኻ መጺኻ ኢልኒ። ካብ ኣስመራ መጸ። እንታይ ክትገብር መጺኻ ገለ ኢልኒ። ካብቲ ኤርፖርት እየ ረኺበዮ። ምኽንያቱ ቋንቋ ስለ ዘይክእል ኣብቲ ባስ ተሓባቢርኒ። ኤርትራሲ ሕማቅ ስለ ዘሎት ዓድስ ገዲፊዮ ወጽእ ኣለኹ ኢለ ከምዚ ኣለ ስረቂ ነጊረ ኦሆ በል ሕጂ ዝወስደካ ዘለኹ ናብቲ ሃፍት ባንሆፍ ማለት እዩ ናብኡ እንድየ ዝወስደካ ዘለኹ ኣብኡ ውን ከምኡ ኢልካ ከይትዛረብ ኢልኒ ዋእ ኣብዚ ዓዲ ከምኡ ክትብለኒ ኢለ ኣብ ዓድና ኣፍና ዘይተረጎመ ዘይተሸቀጠስ ኣብዚ ክትርጉመና ኣፈ በል ናብኡ ውሰደኒ እሞ ከምኡ ኢለ ክዛረብ እየ ኢለ ቃልሲ ሽዑ እየ ጀሚረ ማለት እዩ ምዝራብ ድምጺ ምዃን ምቛቕ ሰዓቲ፣ ኣብቲ ርሱን ኲናት ናይ ኤርትራ ናይ ኢትዮጵያን ዝነበረሉ ሰዓታት ኤርትራዊ ክዛረብ ኣይኮን ብጣዕሚ ፍርሒ እዩ ዝኸይድ ነይሩ። እቲ ድፍረት ግን ካብ ውሽጢ ዓዲ ዝጀመረ እዩ ነይሩ። ኣነ እውን ህዝቢ ኤርትራ ክፈልጦ ከለኹ ዓዲ ዝነበረ ሰብ ገዲፌ ክወጽእ ከለኹ እንትርፎ ደፋር እንትርፎ ከምዚ ናተይ ዝዛረብ እምበር ዝፈርሕን ዝምብርከኽን ሰብ ኣይፈልጥን እየ ነይረ። ዳሕራይ እቲ ዝነበረ ናይ ፖለቲካ ሃዋሁ ኣብ ኤርትራ ብዙሕ ለውጥታት እኳ ተምጸ ሓለፍቲ ነይሮምና መራሕቲ ነይሮምና ኣብ ጎኖም ንዛረብ ነይርና ዝደላይና ኢና ንገልጽ ነይርና። ዳሕራይ ዝመጸ ዝርእ ኣብ ህዝቢ ኤርትራ ዝኣትዎ ራዕዲ ሕጂ እምበር ህዝቢ ኤርትራ ፈሪሑን ሪዒዱን ኣይፈልጥን ኢዩ ከም ሓደ ፈራሕ ከም ሓደ ራዕ ዝርዕድ ህዝቢ ገርካ ከተቅርቦ ክትመጽእ ከለካ ከኣ ዘይዋሓጠለይ እዚ እዚ ጅግና ህዝቢ እዚ ክንደይ ዓመታት ብዝተፈላለዩ መግዛእትታት ዘይደከመ ዘይተሓለለ ህዝቢ እዚ ከም ፈራሕ ገርካ ክትቀምጦ ፈራሕ ተኮንካ ፈራሕ ኢካ ትብል ኢካ ንነብስካ ህዝቢ ኤርትራ ግን ፈራሕ ኮይኑ ኣይፈለጥን ናብዚ ናይ ሎምዓንቲ ኣርእስቲ ይብሉ ክኣቱ ኣብዛ ቶፒክ እዚኣ እንታይ ዝብል ዘሎ እተን ክልተ መሰረታውያን ነገራት እንታይ ሓደ እቲ ናይ ለውጢ ሓይልታት ናይ ለውጢ ሓይልታትን ሓደ ከኣ ዲሞክራሲያዊ ምስግጋር እዩ። ኩሉኻትኩም ከም ትዝክርዎ ኣብ ዝሓለፈ ዓሰርተ ዓሰርተ ገለ ዓመታት ኣብዚ ደንበ ተቓውሞ ሓርጎጽጎጽ ነይሩ። ቀንዲ ሓርጎጽጎጽ እንታይ ነይሩ? መን እዮም ናይ ለውጢ ሓይልታት? እዚ ብንጹር ዝተቐመጠ ኣይነበረን። ናይ ለውጢ ሓይልታት ክንብል ከለና ኣበይ እዮም ዘለዉ እቶም ናይ ለውጢ ሓይልታት ዝብል እውን ክመጽእ እዩ እቲ ሕቶ ማለት እዩ። ኣብ ዲያስፖራ ኮፍ ኢልካ ነብስኻ ከም ሓደ ናይ ለውጢ ሓይሊ ጌርካ ነቲ ለውጢ ከምጽእ ዝኽእል ኣካል ከም ጸላኢ ኣቐሚጥካ ክኽየድ ዝጸንሐ ኣካይዳታት መቸም ንኹላትና እንታይ ዓይነት ሓንቲ ስድሪ ከማን ንቕድሚት ፍሑኽ ክንብል ኣይከኣልናን ማለት እዩ። ስለ ዝኾነ ኢኻ ነቶም ናይ ለይጢ ናይ ለውጢ ሓይልታት ኢልና ነቐምጦም መን እዮም? ብዓቢኡ ለውጢ ዘምጽእ ህዝቢ ኤርትራ እዩ ለውጢ ዘምጽእ ሓደ ህዝቢ ኤርትራ ክፈልጦን ዋላውን ጌጋ ዝንቡዕ መረዳእታ ህዝባዊ ግንባርሲ ነቲ ለውጢ ዝደሊ፣ ነቲ ናጽነት ዝደሊ ህዝቢ ኤርትራ መሪሑ የዕዊትዎ ደኣምበር፣ ናጽነት ኤርትራ ህዝቢ ኤርትራ ባዕሉ ይምጽኦ። ሕጂውን ዲሞክራሲ ኣብ ኤርትራ ክራጋገጽ፣ ፍትሒ ክራጋገጽ ውድብ፣ ውልቀሰብ ዘይኮነስ ህዝቢ ኤርትራ ባዕሉ እዩ ዘረጋግጾ። ኣብ ትሕቲ ህዝቢ ኤርትራ ግን መን ኣሎ ኢልና ክንርኢ ንኽእል ኢና። ብዓቢኡ መን ኣሎ እቲ ኣብ ዓድና ዘሎ ስርዓት እቲ ሲስተም እንድሕር ርኢና ሓደ ገባቲ ወተሃደራዊ ስርዓት እዩ ዘሎ ዓንኬል ዶክተር ኢሰያስ ዝገልጾ ኔሩ ብስለያን ብወታደርን ሓያል ዝኾነ ስርዓት ዋላ እኳ ሓይሉ ሳላ ኣናኣኢሶሞ ጸኒሖም እሞ ሳላ መንደላይ ግን ሪኢኹም ኢኹም ዶክተር ኣብዮት ሓይሉ ካብ ሜሱ ተመሊሱ ስለዚ ኣብ ኤርትራ ዘሎ እቲ ወተሃደራዊ ሓይሊ ናትና ጸጋ እዩ ናይ ህዝቢ ጸጋ እዩ ስለ ዝኾነ ኢና ከኣ ሜድያ ወጺና ንሕና እዚ ናይ ኢሰያስ ሰራዊት ክብሉ ከሎ ናይ ኢሰያስ ዝብሃል ሰራዊት የለን ናትና ናይ ህዝቢ ሰራዊት እዩ ካብ ኣብራኽ ህዝቢ ዝወጸ ሰራዊት እዩ እዚ እዩ ከኣ እቲ ቀዳማይ ኣብዚ ሰዓት እዚ ዘለናዮ ስትወይሽን ምስቲ ዘለና ናይ ህዝብና ኩሉ ደረጃ ንቕሓት ድዩ እቲ ፖለቲካዊ ኣቋውማ ርኢና ኣብ ቀዳማይ ደረጃ ንሰርዖ ናይ ለውጢ ሓይሊ እዚ ሓይልታት ምክልኻል ሰራዊት ኤርትራ ዝብሃል እዩ። እቶም ሓደ ሓደ ዝንጉዓዝ እንታይ መሲሉኩም ሰራዊት ኣራዊት ይብልዎ ነዚ ሰራዊት እዚ ብዙሕ ጸርፎ ይብሎ እሞ ጽንሕ ኢሎም ካኣ ድሕሪ ወርሒ ግዲ ርስዕዎ ኮይኖምሲ ጅግና ሓይልታት ምክልኻል ሰራዊት ኤርትራ ኣብ ጎኒ ህዝቢ ኤርትራ ጠጠው በል ኢሎም ካኣ ልምንዎ ካኣ ንሕና ግን ኩሉ ግዜ ንዑኡ ኢና ንኣምን ሙሱ ኢና ካብ ጎኑ ካኣ ጠጠው ንብል ማለት እዩ ስለዚ እቲ ስትራተጂና ውን ንነዊሕ እዋን ክሊር እዩ ጸኒሑ ሰራዊት ኤርትራ ኣራዊት እንዳበልካያሲ ጀንዋሪ ዓሰርተ ሰለስተ ምስ መጸስ ናይ ወዲ ዓሊ ስእሊ ኣውጺኻስ ወዲ ዓሊ ጅግና ትብሎ ወዲ ዓሊ ናይ ሱዳን ፖሊስ ድዩ ወይም ናይ ጅቡቲ ሓይሊ ባሕሪ ኣባል ሓይልታት ምክልኻል ኤርትራ እዩ ስለዚ ሓይልታት ምክልኻል ኤርትራ እቲ ቀንድን እቲ ንሕና ሪላይ ክንገብሮ ዝግበኣና እቲ ብኡ ዘሎ ሓይሊ ተጋዳላይ ይኹን ዋርሳይ ለውጢ ዝደሊ ደሞዝ ከይተቐበለ ንኤርትራ ዝደኽመላ ዘሎ ዝጽዕረላ ዘሎ ሉኣላውነታ ዋጋ ዝኸፍል ዘሎ ልዕሊ ሂወቱ ዝሕናን ሂወቱ ኢና ክመዝና ይንክእል ኢና ስደት ኮፍ ኢልና ኣማራጺ ደስ ዝበለና እንዳ በላዕና እንዳ ሰተና ንሱ ግን ንደቁ ዝኸውን ኣስቤዛ ንደቁ ዝኾን ምግቢ ዘይብሉ ተጸሚሙ ይሕልፈሉ ጦር ሃገር ክኾን ይኽእል እዩ ነታ ሃገር ኣብታ ሃገር ዘሎ ኣራኣያታት ክኾን ይኽእል እዩ ነዚ ኣካል እዚ ኣካል ናይ ለውጢ እምበር ነዚ ጸላኢ ኣቐሚጥካ ኣብ ኤርትራ ለውጢ ክመጽእ ኣይክእልን ስለዚ ካብቶም ቀንዲ መሰረታውያን ናይ ለውጢ ሓይልታት ሓደ እቲ ሚኒስ እቲ ሓይልታት ምክልኻል ሰራዊት ኤርትራ እዩ ድሕሩ ዝምት መን እዩ ዓቕሚ ዘሎዎ ሰው ይኸተል እቶም ሚኒስትራትን እቶም ኣዘዝቲ ሰራዊትን ብዓል ብርሃነ ገረዝጊሄር ብዓል ዑቕበ ብርሃ ኣዘዝቲ ሰራዊት እዮም ነይሮም ብዓል ድሩዕ ስጋዕ ትማል ትማሊ ብዓል ብርሃነ ኣብረሀ ሚኒስትራት እዮም ነይሮም እቶም ኣማሓደርቲ ዓዲ እውን ዝነበሩ ብዓል ሙስጠፋ ነፈሸ ማራ ብዓል መስፍን ሓጎስ ኣበ ገዘሎ ገለ እዚኣቶም ሲ ንኸብዶም ኣይነበሩን እታ ሃገር እቲ ሕድሪ ሰዋኣታት ዝተቓለስሉ ምስ ኩሉ ጎደለታት ክህሉ ክእል ኮይኑ እዩ ወለዶታት ብዘየገድስ ግን እቶም ሕጂ እውን ዘለዉ ሚኒስተራት ኩኑ ኣዘዝቲ ሰራዊት ኩኑ ምምሕዳራት ኩኑ ናይ ለውጢ ሓይልታት ከም ምዃኖም ክንኣምንን ምስኣታቶም ኮኦርዲኔት ጌርና እቲ ኩሉ ስራሓትና እውን ክንሰርሕ ምስኡ ዝመጽኡን ናይ ፖሊስ ናይ ጸጥታ ኣብኡ ዘለዉ ኣባላት ማለት እዩ ድሒሩ ዝመጽእ እዞም መራሕቲ ሃይማኖት ዓበይቲ ዓዲ ዝበሃሉ ኢሳያስ ኣፈወርቂ ሲነ ጂፊፍቲ ምስ ኣሰሮምስ እቶም ዓበይቲ ዓዲ ከይዶም ጥርዓኖም ኣቕሪቦም እንታይ ጌሮም ካብዚ ምርጨካ ተኣስሮም ኢሎም መራሕቲ ሃይማኖት በዓል ሓጂ ሙሳ በዓል ፓትርያርክ ኣንጠንዮስ ኣባ ተክለሃይማኖት ናይ ኮቶሊክ ኩሎም ድምጾም የስምዑ ኣለዉ እዚኦም ውን ናይ ለውጢ ኤጀንሲ እዮም። ድሕሩ ዝመጽእ እንታይ ኣሎ እዚ ናይ በርጌሳውያን ማሕበራት ኣብቲ መጀመርታ ግዜ ናይ ክልተ ሽሕን ሓደን ድሕሪ ክኮንኩ እቶም ተማሃሮ ዩኒቨርሲቲ ውን ድምጾም ኣስሚዖም ኔሮም ኣብ ኤርትራ ነጻ ዝኮነ ኣነ ውን ኣብኡ ስለ ዝነበርኩ እቲ ማሕበር መንእሰያት ተማሃሮ ኤርትራ ነጻ ኣይኮነን እቲ ናይ ህግደፍ ምትእትታው ኣለዎ ከምኡ ስለ ዘለዎ ግን ኣካል ናይቲ ለውጢ ኣይኮነን ኢልና ክንኩንኖ ንክእል ማሕበር ደቂ ኣንስትዮ

ስለዚሲ ጸላኢኻ እንድሕር ቁንጣሮ ኮይኖም እንድሕር ቁንጣሮ ኮይኖም ንሃገር ከም ዜሮ ዓሚጾማ ትብል ኮንካ እቲ ዝበዝሕ ኤርትራዊ ብዓይኒ ናይ ለውጢ ካፒታል ጌርካ ክትሪኦ ክትክእል ኣለካ ከምኡ ውን ኣብ ዓድና ናይ ሞያ ማሕበራት ስለ ዘየለ እምበር ጋዜጠኛታት ዋጋ ዝኸፍሉ ዘሎ ብሒር ኣዕሮ ጋዜጠኛታት እዮም እቲ ብዓድና ዘሎ ማሕበር ጋዜጠኛታት ሕጂ እንድሕር ሞንጎ ዝጽሕፎ ኣርቲክልስ ንህዝቢ ዝጉስጉስን ዘነቓቕሕን ዋላ ኢሳያስ ኣፈወርቂ ናብ ኢትዮጵያ ክኸይድ ከሎ እንድሕር ሪኢኹም ኮንኩም ኣብ ኤርትራ ሰለስተ ኣርባዕተ ሽዑን ሽዑን ደርፍታት ወጺኡ እቶም ስነ ጥበበኛታት እዚ ባሕረይ ኢሉ ባሕረይ ንኻልእ ኣይህብን ገልመታት ገለ ዝብል ኣብዚ ናይ ኲናት ክፍጠር ከሎ ሕጂ ናይ ኢትዮጵያ ሓርጎጽጎጽ እቶም ኣርቲስት እውን መሴጅ ይሰዱ እዮም ሕጂ እዚኦም ናይ ሙያ ማሕበራት ጋዜጠኛታት ድዮም ማሕበር መምሃራን ሃኮስኤ ሃገራዊ ኮንፌደሬሽን ሰራሕተኛታት ኤርትራ እዚኣቶም እውን ናይ ለውጢ ሓይልታት ምዃኖም ክንርዕመሉን ኣብ ኮንሲደር ክንገብሮን ካብኡ ዝመጽእ እንታዩ እቲ ናይ ኣብ ዲያስፖራ ዝርከብ ናይ PFDJ ማሕበር ኮማት ንሳቶም ሕጂ ለውጢ ይደልዩ እዮም ዝኾነ ይኹን ኣባል ኬካን ከተዛርቦ ከለኻ እንታይ ዝብለካ ኣብ ዓድና እሱራት ይፈትሑ ዶ ይፈትሑ እንታይ ገይሮም መሳኪን ኢልካ እሱር ክትሓዝ ዝደሊ ካብቶም ናይ ህግደፍ ኣባላት ክንደይ ቅዋም ክትግበር ዝደሊ ክንደይ እንድሕር ኢልና እቲ ማጆሪቲ ናቶም ቅዋም ክትግበር ዝደሊ ፍትሒ ክመጽእ ደልዩ ኩሉ እዮም ዝደልዩ ግን እቲ ጂኦ ፖለቲካዊ ናይቲ ከባቢና ስግኣት ፈጥረሎም እዩ እዚ ዘሎ ስርዓት ተዘይኮይኑስ ኤርትራ ክትሽርሸር ትኽእል እያ፣ ኤርትራ ኣብ ሓደጋ ክትወድቕ ትኽእል እያ ዝብል ኣራእያታት ኣለዎ። እዚ እውን ጽቡቕ ዝኾነ ኣራእያታት ክወሃቦ ዝኽእል ምስዝያ እንከይኮን እዚ ደጋጊምና ንጠቕሶ ዘለና እንድሕር ንሕና ድልዋት ዘይኮንና እንድሕር ንሕና ኣብቲ ዓዲ ነቲ ዝድለይ ዘሎ ለውጢ ከም ካታሊስ ወይ ከዓ ከም ለቢቶ ከም ምሽረፈት ኮይና እንድሕር ጽቡቕ ጌርና ክንበድብዶ ዘይክኢልና ግዴታ ኣለዎም ሰባኹም ክገብሩ ማለት እዩ። ከምኡ ውን ንሕና እዞም ኣብ ደገ ዘለና ማለት እዩ እቲ ናይ ለውጢ ሓይልታት ባቃ መጨረሻ በይኑ እዞም ኣብ ሃገራውነት ኣብ ጽላል ሃገራውነት እንቃለስ ዘለና ሕጂ ከልእ ዓለም ክንገብር የብልናን ሓደ ሲ ሃገራዊ መን እዩ ሃገራዊ ኣይኮነን ኣነ ሃገራዊ እየ እንድሕር ኢለ ኣብ ደገ ዘሎ ሰብስ መን እዩ ዘይሃገራዊ ክብለኒ የብሉን ሃገራዊ ተኮይኑ ሃገራዊ እየ ይበል ኣብ ካልእታት ከኣ ንሃገራዊ ኢዩ ክትብል ትስከ ምክንያቱስ እዚከ ኣይሃገራዊ መን ኢዩ ዋእ እንድሕር ክብል ደልዩ ሃገራዊ መን ከሊእዎ ንሃገሩ ይቃታዕ ንሃገሩ ይጣበቅ ህዝብን ሃገርን ኤርትራ ሃገራዊ ረብሓታት ኣብ ግምት ኢትዩ እንድሕር ክጣበቅ ጀሚሩ ሃገራዊ ኢዩ ኣነ ኣይኮንኩን ክህቦ ነቲ መዓርግ ወይ ከኣ ነቲ ላይሰንስ ባዕሉ ኢዩ ዝወስዶ ንሕና ከኣ ባዕልና ወሲድናዮ ኣለና ሃገራውያን ኢና ምእንቲ ሃገረ ኤርትራ ጠጠው ክንብል ኢና ምስዚ ስርዓት ዘለና ናይ ስርዓተ ምሕደራ ናይ ኣካይዳ ለውጢ እምበር ናይ ካልእ ኣይኮነን ስርዓት እዚ እንተተቐይሩ ኣብቲ ውሽጢ ጥርዓተ ግደፍ ዘለዉ ሰባት ነቲ ለውጢ ከምጽዎ ዝኽእሉ እንተኾይኖም መርሓባ ኢልና ንቕበሎ። ድሒሩ እዩ ዝመጽእ ዳሕራይ ከማን ኣብቲ ቀጻሊ ክንዛረበሉ ኢና እታ ሃገር ኣብ ዕርቅን ሰላምን ፍትሕን ከኣ ድሒሩ ክመጽእ እዩ ማለት እዩ። ኣብቲ ናይ ካልኣይ ክሰግር እየ ሕጂ እንታይ እዩ እዚ ናይ ምሕያል ናይ ለውጢ ሓይልታት። ሕጂ ሓደ ቀንዲ ኣገዳሲ መሰረታዊ ምንታይ እዩ ምናልባት ኩሕ ዝብዝ ንእከብ ኣለና ከም ገለ እንተ ሰሚዖም ኣብ ደገ ዓንደብርሃንስ ሒዝዎም ዶ ኣስመራ ከይድኩም ገሊኦም ክሳብ ከምኡ እዩ ዝመስሎም ገሊኦምሲ ኣይ ዊሽ ተዝከኣል ኔሩ ተዝወሱና እሞ ኣብቲ ህግደፍ ኣብ ኣስመራ ከይና ክንዛረብ ከነብል ተንኽእል ካብዚ ዝበልጽ ጸጋ እንታይ ኣሎ ኖኖኖኖ ቀደም እንታይ ኔሩ ኮንፊደንሱን ኣይነበረናን ምክንያቱ ሜይን ስትሪም ኣይኮናን ኔርና እዚ ናትና ደምበ ንመጀመርታ ግዜ ኢዩ ብሳላ ናይ ወያነ ኩናት ሜይን ስትሪም ኮይና ኣብ ሰለስተ ተመቂሉ ሎቲ ፖሎቲካ ናይ ኣርትራ ከምዚ ጉልቻ ሓደ ፕሮ ትግራይ ኣብዚ ከኣ ኣለዉ ሕውስዋስ ኢዮም ፕሮ ኢሰያስን ፕሮ እቲ ህግደፍ ዝብሃል ኣተሓሳስባታን ኣለዉ ንሕና ከኣ ተፈጢርና ኣለና ከኣ ኣብ ሞንጎ ኮይና ካታሊስ ከኣ ተፈጢርና ኣለና ነቲኦም ደገፍቲ ዳርጋ ኣብ ጋቢለ ድኣ ኮይኑ እምበር ኣብ ክልተ ንመቕሎም ኣለና። እሶም ከኣ እንታይ እዮም ምእንቲ ሃገር ጠጠው ዝብሉ ደገፍቲ ኣካልና እዮም፣ መቃልስትና እዮም፣ ምስኦም ኮይና እውን ክንሰርሕ ኢና ማለት እዩ። እቶም ሓደ ከ እንታይ እዮም? እቶም ተቓወምቲ ዝበሃሉ ከኣ የዳዝም እዩ ኩሎም ተቓወምትስ ፕሮ ትግራይ ኮይኖም ኣይኮኑን እቶም ካልኦት ብኢሞሽን፣ ብስምዒት፣ ተስፋ ብምቑራጽ እዩ። እቶም ቀንዲ መሰረታውያን ዝኾኑ ሰባት ግን ከነላልዮም ክንክእል ኣለና ንህዝቢ ኤርትራ እዚ ኣብ ከምዚ ዓዘቕቲ ዝወርዶ ዘሎ። ታሪኹ ንኸይፈልጥ ነቲ መንእሰይ ዝገብሩ ዘሎ ገለ ውሑዳት እቶም ኣላሊኻ ከመይ ጌርካ ካብቶም ግዳያት ኮይኖም ዘለዉ ንዕኦም መዝሒልካ ተውጾም ኢዩ እቲ ናፍቓት ክንምዝሕቆም እንተኾይንና ግን ሓንቲ ወይ ስዕድ ትዛረብ ኔራ እቲ ምትእምማን የለን ወይም ጎቦ ኹን ወይም ምስ ጎቦ ትጸጋዕ ኢዩ ዝብል እቲ ናትና ምስላ ጎቦ ኣይኮናን እቲ ናታ ከመይ ኢሎም ክመጹና እሞ ድሕሪ ናትና ጻፍሊትና ሓይሊ ኣለና እዚ ብዚ ዘሎ ኣካልሲ ኣብ ዝኾነ ይኹን ናይ ሚድያ ማዕከናት መጺኡሲ እዋእ ባይቶ ናይ ከምዚ ከምዚ ከምዚ ክዛረብ ከምዚ ከምዚ ውሳኔ ሕሊፉ ገለ ኢሎም ክርእዩና ከለዉ እዋእ በዚ ሱሌማን ኣሎ ጊላዋይ ኣሎ በዚ ክሶ እሞ ኣታ እዚኦም ድኣ ኤርትራ እንድዮም ኢዩ ዝብል ምክንያቱ ህዝቢ ኤርትራ ተዋሪዱ ኢዩ ገብረዝጊሄር ገረክርስቶስ ገረገለ ገለገለ ገረድ ብገረድ ጀሚራ ብገረድ ትውድእ ወይ ከኣ ብዓብደላ ጀሚራ ብዓብደላ ትውድእ እንታይ እያም እዚኦም ኢሉ ስክፍታ ገብር ማለት እዩ ንሕና ግን ከምዚ ዓይነት ንኩሉ ኤርትራዊ ዝጥርንፍ ንኩሉ መንእሰይ ኣይተ ተኽላይ ተጋድሎ ሓርነት ኤርትራ ዞባዊ ግንባር ኣብ ጽላል ሃገራውነት ከምዝገብ ዘጠራኪቡ ከምዚ ዓይነት ሓሳባት ሒዙ ተመጺኡ ህዝቢ ደንዳኒ እንዳጉየ ክመጸካ እዩ ተጋደልትስ ኣብ ሳሕል ከለዉ እስኻ ኣብ ስመራስ ሰብ ኮንጎ ዓዲጉ ነጸላ ዓዲጉ ገለ ዓዲጉ ንሜዳ ዝኸይድ ነበረ እንታይ እዩ ናይ ኣክሽን ስለዝኾኑ ተግባር ስለዘለዎም ዓቕሚ ስለዘለዎም ፈሊጡ እምበር ከም ወዲ ሓደራ ሽፍታ ነይሮም ተዝኾኑ ኣይምኽዶምን ነይሩ ንዓና ክመጸና ትኾይኑ ከዓ ተግባር ተለና ኣካይዳና እንድሕር ስጡም ኮይኑ ነንሕድሕድና እንድሕር ዞማብ ዘለና መራሕቲ ንብሃል እንድሕር ኣምባሳደራት ናይቲ ህዝቢ ኮይና እንድሕር ንሕና ነንሕድሕድና ምትእምማን ጌርና ካብ ሓድሕዳዊ ምትህልላኽን ምቅንናእን ኣብ ናይ ኤርትራ እንታይ እዩ ትእከብ ሓደ መራሒ ትመርጾ ውጽእ ከይበልካ ካብዚ ማዕጾ ንዑ ክትሓምዮ ትምነ ክንዲ ንዑ ሓጊዝንያስ ከመይ ጌርና ንደፍኦ ከመይ ጌርና ሱስ ከሳጋግረና ይኽእል ድዩ? ዓንተይ ዶክተር ሂሴት ዝዛረብ ነይሩ ኣነ ሰብ ወደ ሳግል ኣይፈቱን እየ ተዝኽእል ነይረስ ባዕለ ትብል ነገር ምገበርኩ ዘይክእሎ ተኮይኑ ሓደ ነገር ነቲ ዝኽእሎ ሰብ ግበሮሞ ብድሕሪ ካልኦት ምባል ከኣ የሰክፈኒ ከስግሩና ዝኽእሉ ኣብ መንጎና ኮይኖም ዓለም ክቕበሎም ዝኽእል ኣብ ኤርትራ ጽባሕ ንጎ ዓቢ ሮል ክጻወቱ ዝኽእሉ በቲ ብቲ ውሽጢ ዓዲ ዘሎ ፈቲና ጸሊና ብቲ ውሽጢ ዓዲ ዘሎ እንታይ ህዝባዊ ግንባር ብቲ ውሽጢ ዓዲ ዘሎ ስልጣን ዘሎ ካልእ ኣሎ በቲና ጸሊእናስ እቶም መጋድልቶም ኣብዚ ዘለዉ ብጾቶም ንዕኦም እዮም ክርእዩ ንሕና ኸኣ ነቶም ከምኡ ክራኸቡና ዝኽእሉ bridge ክኾኑና ዝኽእሉ ሰባት እውን empower ክንገብሮምን ነቲ ናቶም ሓሳባት ክንስዕብን image ካ ከማን እዚ ኩሉ ኣብ ዝኾነ ኢንዳስትሪ ሕጂ ኣብ ኣሜሪካስ NBA ባስኬትቦል ኣሎ መዓት ተጻወቶት ክህልዎ ስለ ሰብይትን ገለ ክንደይ ኮች ገለ ክህልዎሲ ክልተ ሰለስተ ምሩጻት ሰባት ከም በዓል ለብራን ጀምስ ወይ ከኣ ማይክል ጆርዳን ወይ ከኣ ኮቢ ብራያንት ኣምጺኦም ፖስተር ቦይ ነቲ ነቲ ዕዳጋሲ ብኡ ጌሮም ማርኬት ይገብሮ ማለት እዩ ንሕና ከኣስ ነዚ ናትና ምንቅስቃስ ከማሲ ከምኡ ክንገብሮ ንኽእል ኢና ድሕር ሓሲብና ብራቮ ዓንቶ ኢለ ልምጻእ ፍት ሓሳባት ክንሓፍረሉን ክነብለሉን ኣይንኽእል የብልናን ዓቕሚ ዘለዎ ሰብ ብቕድሚት ኮይኑ ክመርሕ ዝኽእል ንሕና ከኣ ብድሕሪት ኮይና ታይ እሞ ታይ ክትርፈና ስለዚ ኩሉና ከኣ እቲ ኣብ ኤርትራሲ ኣርባዕተ ሚልዮን ህዝቢ ከም ንበሎ ኣርባዕተ ሚልዮን ህዝቢ ኤርትራ ፕረዚደንት ክኾን ኣይክእልን ሓደ ሰብ እዩ ፕረዚደንት ዝኸውን ኣብ ኤርትራ ግን ዲሞክራሲያዊ መስርሕ እንተ ተፈጢሩ ገሊኦም ኣብዚ ዘለኹም ኣምባሳደራት ሚኒስተራት ክትኮኑ ዓቕሚ ከም ዘለኩም ኣነ ሕጂ ሕጂ እንታይ ዝባል እንተልና ንሕና ኣብ ደገ ዘለና ኣብ ዲያስፖራ ዘለና ሓንቲ ንዝንጋዕ እንታይ እዩ ምስቶም ካልኦት ውን ከማሳስለና ዝኽእል እንታይ እዩ ንሕና ናይ ለውጢ መተካእታ ዲና መመላእታ ኣብ ዝብል ነጥቢ ኣብኡ ኩልና ሓደ ዓይነት መረዳእታ ክህልወና ክእል ኣለዎ ሶ ኣንታይ ንሕና ነቲ ኣብ ውሽጢ ዝፍጠር ናይ ለውጢ ሓይሊ ናቱ መመላእታ እምበር መተካእታ ክንከውን ኣይንኽእልን ኢና እንታይ እዩ ጥቕሙ ድሕሪ እዛ ኣብ ውሽጢ ዓዲ ንዘሎ ጀነራል ወይ ሚኒስተር ሲ ኣነ ክትካኣካ እየ ተልካዮስ እሱኸ ዕንባባ እንዳነጸገ ዲና ሓይሊ ክትስኦ ክቅበለካ ን ንስኻ ለውጢ ተምጺኻዮ ሲ ኣብ ጎንኻ ኣለኹ ክትብሎ ከለኻ ግን ስኒ ትፈጥር ኣለኻ ሃገራዊ ስኒ ትፈጥር ኣሎ ምትእምማን ክፍጠር ኣሎ ብደገ ዝመጽእ ዘሎስ እምበኣር ንዓይ ከተርንዓኒ ክሕይለኒ እምበር ንዓይ ክኣስረኒ ኢሉ ዝመጽእ ሓይሊ ኮነ ዝብለካ እንተዘይኮነ ክኣስሮ ክትመጽእ ኣለኻ ወይ እንታይ ኢሉ ዝቅበለካ እሱ ምስቲ ዘሎ ስርዓት ኮይኑ ክምክተካ እዩ

ስልጣን ገደል ዶ ጦር ተ ብራቮ ማንም ሰብ ስልጣን ደል ብራቮ
ኣነ ከምዚ ክብል እየ ዝደሊ ኤርትራዊ ንሕና ሲኒ ደቂ ሃገር ኢና ወነንቲ ብርኪ ኢና ኣብ ኤርትራ ድላይና ዓይነት ትምኒት ክህልወና ክእል ናይ ቁጠባ ናይ ማሕበራዊ ናይ ፖለቲካ ስልጣን ትምኒት ክህልወና ክእል ዝወሓደ ዝወሓደሲ ን ኣነ ኤርትራሲ ህዝባዊ ስርዓት ህዝባዊ ስልጣን ድሕሪ መጺኡ ኣነ ኣብ ዓደይ ሰላም ጌረ ክነብር እየ እንድሕር ኢሉ ስልጣን ኣለዎ ስቲል ማለት እዩ ህዝባዊ ስልጣን ኣብ ኤርትራ እንድሕር ከይዱ ናይ ግድን ኦፊስ ምሓዝ እሱ ካልእ ተራ ምጽዋት እዩ ስልጣን ንስልጣን ኢና ንቃለስ ዘለና ዋላ ተራ ሰብ ኮንካ ክትነብር ኣብ ኤርትራ ስልጣን ስለ ዘይብልና ኢና ኣብ ኤርትራ ሓንቲ ነገር ክንገብር ዘይከኣል ስለዚ ንሕና ከም ወነንቲ ብርኪ ደቂ ሃገር ስልጣን ንሕዚ ብላ ሕጂ መተካእታ ክበሃል ከሎሲ ኢዳዘሚን ኬድካ ኣብኡ ጭኒን ትብል ወይ ከኣ ገለ ትጋግረን እንድሕር ዓቅሚ ለካ ኮይኑ እኮ ከም ዓብደላ ሓምዶክስ ኣብ ደገ ምስ በዓል ኣምባሳደርሲ ኣብ ናይ ኢንተርናሽናል ክራይሲስ ግሩፕ ገለታ ትሰርሕ ኔሩ ኣብ ውሽጢ ዓዲ መጺኡ ፖዚሽን ሒዙ ዝኮነ ይኩን ሰብ ከኣ ጽባሕ ንግሆ ኣብታ ትፍጠር ሓዳስ ኤርትራ ኣብቲ ናይ መሰጋገሪ ግዜ ዝኮነ ይኩን ፖዚሽን ሒዙ ንሃገር ክጠቅም ተክእሎታት ኣሎ ማለት እዩ ስለዚ ኩሉ ግዜ ከም መተካእታ ክንብል ከለና ዘይኮናስ ከም መመላእታ ክንብል ከለናስ ሊሚት የብሉን ማለት እዩ መተካእታ ኢካ ሞስካ ከምዚ ኢኻ ትገብር ከምዚ ትገብር ኢኻ ዝበሃለለን ስጋዕ ዝለዓለ ጸፍሒ ናይ መንግስቲ እውን ከተገልግልን ግቡእካ ክትገብርን ከም ትኽእል ንምግላጽ ኢለ እየ። ዶክተር ሕገ ኣነ እኮ ኣብ ሰዓት እኮ ክልተ ሚእቲ ማይል እየ ዝጓዓዝ ክዛረብ ከለኹ ተጋጊኻ ይኸው ቃላት ፈጢሮ ከይከውን ግዜ ድዩ ሒዝዎ ዘሎ ሕራይ ካልእ እንታይ ኣሎ እቲ ኮንፊደንስ ክንፈጥሮ ዘለና ነዚ መንእሰይ ብፍላይ ለውጢ እዚ ኩሉ ተስፋ እዩ ቆሪጹ እንታይ መሰልካ ከምዚ ትግራይ ሲ ድላዮም ለውጢ ከምጹልና ዝኽእሉ ዋላ ብመብልዑ ቅርጺ ገይሮም ክህቡና ዝኽእሉ ከምኡ ገይሩ ይምስልዎም እዩ እቲ ኤርትራዊ መንእሰይ ኣብዚ ቀረባ ግዜ ግን ተርእይዎ ኣሎ ማለት እዩ ስለዚ እቲ ሓደ ካብ ክንገብሮ ዘለና ኤርትራዊ ናይ ሃገሩ ኩነታት ናይ ሃገሩ ግደፍዎ ኤርትራስ ናይ ኢትዮጵያ ኩነታት ከማን ኣብ ኢድ ወዲቓ ኣላ ብዛ ሰዓት እዚኣ ድሕሪኡ ክማኩም ገለ እንተ ኮይና ዘን ሓሳቡ ሜድያ ወጺኦም እሶ ርዱና ርዱና ኣብ ዝብል በጺሑ ኣሎ። ስለዚሲ ኤርትራውያን ናይ ሃገርና ኩነታት ናይ ምቕያር ዓቕሚ ከም ዘለና ክንኣምን ይግባእ እብል። ካልኣይ እንታይ እዩ እዚ ካብ ውሽጢ ዝመጽእ ለውጢ ርኢኹሞ ኢኹም መቸም ኣብ ኢትዮጵያ ኣብ ትግራይ ከኣ ተኸእሎት ናይ ኣምሓራ ዋላ እውን ብመጠኑ ክኾን ይኽእል እንበር ናይ ኤርትራ ሰራዊት መጺኡ ናብ ትግራይ ናይ ደገ ሓይሊ ክመጽእ ከሎስ ኣብ ሃገርካሲ መዓርን ጠስምን ሒዝልካ ኣይኮነን ዝመጽእ ሽግር ሒዝልካ ክመጽእ እዩ ናይ ግድን እዩ ዋላ እኳ እሶም ፋርኬታ ማንካ ከብዕሉ እስካላ ኣቕሓ እውን ሒዝልካ ክኸይድ ይኽእል እዩ ሕጂ ብዝተኻእለ መጠን እቲ ናይ ውሽጢ ዝበሃል ለውጢ ንሕና ክንርዕመሉ ምክንያቱ እቶም ናይ ደገ ሓይልታት ተመፅኦም ኤርትራ ክዕንዋ ከም ዝኽእሉ ምዕቡና ኮይኑ ክንእቱ ማለት እዩ ካልኣይ እዚ ናይ ሓባር ዓወት ምርግጋፅ ሓንቲ ሓሳብ እንታይ ንገብስ ካብ ደገ ዲያስፖራ ኮይኑ ኤርትራዊ ሴክተርያን ዝኾነ ሙቭመንት ኢትዮጵያ ኢንዶርስ ትገብሮ ነገር ፕሮጀታ እዩ ናይ ክልል ዓፋር ናይ ዓፋር ብሄረሰብ ናይ ሳሆ ብሄረሰብ ናይ ኩናማ ብሄረሰብ ነገር ሕሉፍ ሓሊፉ ዋላ ሕደ ናይ ትግርኛ ብሄረሰብ ከዓ መስሪታ እዚ እንታይ ኣብ ኤርትራ ከድካሲ ረብሓታትካ ከተረጋግፅ ኣብ ኤርትራ ከድካስ ሮል ሞዴል ናይ ትግራይ ተኸቲልካስ ናይ ብሄር ባይቶ ቆይሙስ ዓፋር ሰብዓ ሰባት ክሰዱ ቢልዮን ክንድዚ ክሰዱ እዚ ስእልካ ኣብ ኤርትራ ክሰርሕ ዘይክእል ክንዲ ጽቡቕ ካብ ኣቦታትና ካብ ሓጎታትና ዝረኣናዮ ፕራክቲካል ክሰርሕ ዝኽእል ዕልመናዊ ካብ ሃይማኖት ካብ ብሄር ካብ ኣውራጃ ነጻ ዝኾነ መንግስቲ ፈጢርካ ምኻድ ከምዚ ዓይነት ነገራት ኔሩ ማለት እዩ ስለዚ እዚ ንገብሮ ዘለና ቃልሲ ካብ ውሽጢ ዓዲ ለውጢ እንድሕር መጺኡ ግን ኩሉ ኤርትራዊ ክዕወት ከም ዝኽእል Nobody wins until everybody wins ትብል ኣላ ኩላትና ኤርትራውያን ጽባሕ ንግሆ ኣብቲ ዝትከል ህዝባዊ ስርዓት ኩሉ ኤርትራዊ ብዘየገድስ ብሄሩ ሃይማኖቱ ኣውራጅኡ ገለ ክሳተፍን ክዕወት ከም ዝኽእል ማለት እዩ ናብታ ናይ ምስግጋር ናብ ዲሞክራሲ ሕጽረት ተበጻሕቲ ተመዝሃበሉ እዚ እንታይ እዩ ሓደ ሓደ ዶኩሜንት ኣሎ እዚ ዶኩሜንት እዚ ሲ ንኩላትና ማዕረ እዩ ዝብጻሕና እዚ ቅዋም ናይ ሽሕን ትሽዓተ ሚእቲ ትስዓን ሸውዓተን ፕሮባብሊ ኣብቲ ገሊኡ ቶፒክስ ከማን ሜንሽን ክግበር ክኸውን ይኽእል ሓደ ግን ካብቲ ንዲሞክራሲ ክንሳገገረሉ ንኽእል ነገራት ሓደ እዚ እዩ ኣብ ዲያስፖራ ዝረኣናያ ስነ ሃገራዊ ባይቶ መጽእ ካልእ መጽእ ብዙሓት ክመጹ ገለ መኣዲ ትኸውን ኢልካ ዕስራ ሰላሳ ሰባት ኮንካ ቅዋም ናይ ምንዳፍ መስርሕ ይረኣ እዩ እዚ ግን ፈርምሊ ክንዛረበሉ ክንክእል ኣለና እዚ ህዝቢ ኤርትራ I don't know ዳኑ ቀረባ ትብሉ ትኾታ ፒክቸር ተትረኽባ ጽቡቕ ነይሩ እታ ኮሚሽን ቅዋም ኤርትራ በዓል ዶክተር በረኸት ዝመርሑዋ ነበሩ ሳብ ስእሊ እንተትርእይዋሲ ኣባላት ናይ ሓራካ ዝነበሩ ተጋድሎ ሓርነት ዝነበሩ፣ ህዝባዊ ግንባር ዝነበሩ፣ ናይ ሙያ ክኢላታት ኤርትራውያን፣ ክንደይ ዓቕምታት ዘለዎም ብምሉኦም ኣብታ ፒክቸር ጥራይ ከማን ክትርእዮም ትኽእል ኢኻ። ምሉእ ህዝቢ ኤርትራ ተሳተፎ እዩ። ሕጽረታት ክህልዎ ባህርያዊ እዩ። ነዚ ሕጽረታት እዚ ሓኪምና ናይ ምኻድ ናትና ሓላፍነት እዩ። ስለዚ ኣብ ከምዚ እውን ዓስ ኢልና ኩላትና እንድሕር ከምዚ ጌርና እቲ ኣብ ኤርትራ ዘሎ እውን ግዝያዊ መሰጋገሪ ኮይኑ ከገልግል ከም ዝኽእል እቲ ስርዓት ስርዓት ንባዕሉሲ ባዕሉ ንባዕሉ እውን ከም ግዝያዊ መሰጋገሪ ጌርካ ክትርእዮ ክትክእል ኢኻ ምክንያቱ ኣብ ኤርትራ ብዙሕ ከምዚ ዘሸግር ኣብዚ ሕጂ እዋን ስፔሻሊ ከምዚ ዎርሎርድስ ዝበሃሉ ወይ ከኣ ዓበይቲ ሓይሊ ዘለዎም ወተሃደራውያን ነንሕድሕዶም ፋሕ ዝበሉ የለዉን እቲ ካቢኔ ሚኒስትራት እንድሕር ርኢኽሞ ብተመኩሮ ዝዓበዩ ብዕድመ ዝዓበዩ ስልጣንን ኣብ ሴድያ ኮፍ ምባልን ዝሰልቸዎም ሰባት እዮም መብዛሕትኦም ዘለዉ እዚኣቶም እውን ኣድቫንቴጅ ክትወስደሎም ትኽእል ኢኻ ሓንሳብ ሓንሳብ ስከ እዞም ኣብ ዓድና ዘለዉ ሚኒስተራትሲ ክንደይ ዓመት እዮም ኮፍ ክብሉ ሰላሳ ዓመት ኣርብዓ ዓመት ንጭነቕ ኢና ኣብ ሓንሳእ ሓንሳብ ግን ርእሱ ዝቐኣረሙና ጥቕሚ ክህልዎ ይኽእል ይኸውን። ግና እዞም ሰባት እዚኦም ብሕጂ ዝምነይዎ ህይወትን ገለገልን የለን። እታ ዝምነይዋ ሓንቲ ሰላማዊትን ዲሞክራሲያዊትን ኤርትራ ንሶም ከኣ ብሰላም ጥሮታ ወጺኦም ደቆም ዝናበሩላ ክምነዩ ባህርያዊ እዩ። ናብ ተጋደሉ እዩ። ገድሊ ኤርትራስ ትጋድልዮምሉ ኣይረብሑሉን፣ ኣይትጥቅሙሉን፣ ከም ሚኒስተራት ናይ ካልእ ዓዲ ንብረታት ኣየጥረይሉን፣ ኩፍልን እዮም ዘለዉ። እዚ እውን ሓደ ካብቲ ናይ ንዕኦም ምሕያል ማለት ነቲ ዲሞክራሲያዊ መስርሕ ናይ ኤርትራ መስርሕ ምግባር ማለት እዩ። እቲ ሃገራዊ ባይቶ እውን ናብ ቦትኡ እንተተመልሰ፣ ሰባት ተኪእካ ኣቢልካ ኣብቲ ናይ መሰጋገሪ ብዙሕ ክበሃል ይከኣል እዩ፣ ኣብቲ ትራንዚሽናል ጃስትስ ግን በዚኣ ክሕጽራ እሞ ቴንክ ዩ።

ኣነ ዜን ዑመር ወይ ድማ ዜን ሾካይ ይበሃል። ፋሚሊ ኔም ሾካይ እዩ። ኣቦሓጎይ ድማ ዑመር እዩ። ኣብ ሽወደን ምስ ተጻሓፍኩ ከም ኣቦይ ገዲፎም ኣብታ ናይ ኣቦሓጎይ ሰጊሮም ፋሚሊ ኔም ገይሮሞ። ሕጂ ዝገርመኩም ገሊኦም ኣባላት ናይ ስድራይሲ ብሾካይ እዮም ዝጽውዑ ሽወደን። ኣነ ከኣ ብዑመር እየ ዝጽዋዕ እቲ ኣቦሓጎ ናይ ኣቦሓጎ ሽም ስዒሩ ማለት እዩ። ዜን ዑመር እበሃል። Officially ኣብ ከረኔ ተወሊደ ዓብየ መባእታዊ ትምህርተይ ኣብ ከረን ወዲኤ ንእሽተይ ከለኹ ንሱዳን ከም ስደተኛ ወጺኤ ማለት እዩ ዝተምሃርኩሉ ቤት ትምህርታት ብዓረብ እየ ጀሚረ መዓሃድ ዳሕራይ ድማ ኣብ ፌት ሚሽን ናይ ወንጌላዊት ቤተ ክርስትያን ቤት ትምህርቲ ነይሩ ከረን ፍሉጥ ኣብኡ ተማሂረ ድሕሪኡ ኣብ ቅዱስ ዮሴፍ ሰጊረ ሕጂ ኩሉ ሃይማኖታት ዘይኮነስ ወላ ኣብቲ ሃይማኖታት ኣፈላላይ ዘሎ ከማን ፈቲነ እየ ማለት እዩ ብኡ ሓሊፈ ሕጂ ከም ወዲ ከረን ከም ኤርትራዊት ንዓይ እዚ ነገር እዚ ኣሃፍሉኒ ኢለ እየ ዝኣምን ናይ ብሓቂ ኤርትራ ዳይቨርስቲ ናታ ብንእስነተይ ዘስተማቐርክዎ ሰብ እየ ክብል ይኽእል እየ። እቲ ዋላ እቲ ከተማ ኣነ ዝተወለድኩሉ እውን ከምኡ እዩ፣ ከምኡ ዓይነት ከተማ እዩ ከረን። ዓብደልዓዚዝ ኣበይ ተወሊዱ? ብዙሓት ኣለዉ ምናልባሽ ኣብዚ ዝተወልዱ ኣነ ዘይፈልጦም ገሌዋይ ኣሎ ብዚ። ኣወ መርኢድ ኣሎ ስለዚስ ደቂ ከረን ዚያኻነ ቁረያታ ህዳት ኣላ ማሻላ ኣሊኹም ሕጂ በዚሕና ደቂ ከረን እንታይ ክብል እየ ኤርትራዊ ተመክሮ ዘለኒ ብንእስነተይ ኣብ ወዲ ዓሰርተ ኣርባዕተ ዓመት ከለኹ ወፂእስ ኣብ ግሬስ ዝበሃል ዝነበረ ኣብቲ ግዜ ጀነራል ዩኒቨርሲቲን ስቱደንትስ ኣብኡ ኣባል ኮይነ ማለት እዩ ኣብ ሶርያ ተማሂረ ካብ ኤይት ግሬድ ጀሚረ ኣብኡ ትምህርተይ ኣጠናቒቐ ወዲኤ ኢንግሊሽ ላንጉጅ ኤንድ ሊትሬቸር ዲፓርትመንት ኣብ ደማስኮስ ዩኒቨርሲቲ ወዲኤ ዳሓራይ ንኤርትራ ተመሊሰ ኢንፋክት ሜዳ ክኣቱ'ዩ ነይሩ ሓሳባተይ ግን ከም ገለ ተቐይሩስ ዓዲ ጥልያን ከይደ ሽዑ ጀብሃ ኣይነበረትን ኣነ ስዑር ናይ ጀብሃ እየ ነይረ ህዝባዊ ግንባር እያ ነይራ ኣብ ሜዳ ግን ኣይኣተኹን ከም ኣጋጣሚ ዓዲ ጥልያን ከይደ ኣብ ዓዲ ጥልያን ካብ ዓዲ ጥልያን ገይረ ንሽወደን ኣትየ ማለት እዩ ቅድሚ ሰላሳን ገለን ዓመት ኣቦ ኣርባዕተ ቆልዑ እየ። ኣብ ሽወደን ምስ መጻእኹ ካልእ ትምህርትታት ኣጠናቒቐ ማለት እዩ ትራንስሌሽን፣ ኢንተርፕሪቴሽን፣ ሊንጉስቲክስ፣ ኢንተርናሽናል ኮምፓራቲቭ ኤጁኬሽን ተማሂረ ማስተርስ ዲግሪ ገይረ ብኢንተርናሽናል ኮምፓራቲቭ ኤጁኬሽን። ስለዚ ነብሰይ ከመዕብል ኩሉ ሻዕ ዝፍትን ዝነበርኩ ሰብ ምዃነይ ጥራይ ክገልጽ እየ እዚ ኩሉ ዝትንትኖ ዘለኹ። ኣብቲ ርእስትና ንእቶ ሕጂ።

በዛዕብኡ ከኣ እየ ክዛረብ ኣነ ሳብ ታይትል ኣለኒ ብታሕቲ ንሱ እውን ክዛረበሉ እየ ግን ቅድሚ ኣብቲ ታይትል ምዝራበይ ሲ ታይትል ክውሃበካ ከሎ ሓደ ግዜ ተንጸርጽር ኢኻ ስድድ ኣቢሎም ቅድሚ ውሱን መዓልታት ይመስለኒ ቅድሚ ሰሙን ገለ ዓይነት ይመስለኒ ከመይ ገይሮም መሪጾም ንምንታይ ዘማኸሩ ንገለ ተጨኒቐ ቁርብ ዳሕራይ እንታይ ሓሲበ ሰብሲ ኩሉሻዕ ስድርኡ መሪጾምሉ ጓል ወይ ከኣ ስድርኣ መሪጾምላ መርዓዊ ትምርዓው ሓንቲ ጓል ወይ ሓደ ሰብኣይ ማለት እዩ። ሕጂ ኩሉሻዕ ግድን ኣይኮነን ካልእ ሰብ ዝመረጸልካ ሕማቕ ክኸውን። ብዙሓት ሰባት ኣለዉ ኣነ ዝፈልጦም ኣብ ሂወተይ ኣብ ስድራይ፣

እቲ ኦፖዚት ናቱ ድማ ዲስኮንቲኑስ ስታምብል ዲፊክልት ታይፕ ኦፍ ቼንጅ እዩ። ንሕና ከም ንደልዮ ዘለና ኣብ ኤርትራ ይሰማማዕ እየ ምስቶም ዝሃቡኒ ነቲ ኣርእስቲ ሲምለስ ፕሮግሬሽን ኦፍ ቼንጅ ኣብ ብሰላም ኣብ ሓደ መዕርፎ ከብጽሓና ዝኽእል ቼንጅ ኢና ንደሊ ዘለና ንናዲ ዘለና ምኽንያቱ ኣብ ዓለም ንሪኦ ዘለና ቫዮለንት ዓይነት ብዙሕ ለውጥታት ርኢና ዋላ እቲ ሰውራ ኤርትራ ንባዕሉ ብረታዊ ቃልሲ ንባዕሉ ኣብ ዓዲ ምስ ኣተወ ዘፍረዮ ወይ ድማ ዘስዓቦ ሳዕቤንሲ መብዛሕቱ ግዜ እዚ ሚሊትሪ ዝኾነ ዓይነት ለውጢ ክመጽእ ከሎ ኣብ ሓደ ሃገር ኣብ ኤርትራ ከኣ እሱዩ ተፈጺሙ ንመግዛእቲ ጓሕጒሕካ ምስ ኣውጻእካዮ እንታይ ዓይነት ስልጣን ክመጽእ ኣብቲ ዓዲ ጋራንቲ የብልካን ሕጂ መብዛሕቱ ግዜ ንሕና እንታይ ኢና ንብል ነዚ ዘሎ ዋላ ብሓይሊ ክለግስ ኣለዎ ኢና ንብል ኣነ ኣም ኖት ኣንጻር እቶም ብሓይሊ ከልግስዎ ዝኽእሉ እናልካ ፈረስ እናልካ ጎልጎል ጥራይ ዝብሎም ግን ብትምኒት ብናተይ ብናተይ ብትምኒተይ እንተ ክኸይድ ኮይነ The Lesson of Syria, The Lesson of Libya, The Lesson of Yemen ኣብ ቅድመይ እንከሎስ ኣብ ኤርትራ ሕጂ ከም ብሓድሽ ውግእ ኣልዒልካ ነቲ ስልጣን ነቲ ኣብ ስልጣን ዘሎ ጓሕጒሕካዮ ኣውጺኻዮ ካብ ኣርሒቕካዮ ካብ ስልጣንሲ ኣብ ኣብ ክንደይ ሽግራት ክትወድቕ ከም ትኽእል ዝረኣየኒ ሓደጋታት ስለ ዘሎ ንዓይ እቲ ኮንቲኑስ ወይ ድማ ፍሎዊንግ ወይ ድማ ኣግሪያብል ታይፕ ኦፍ ቼንጅ ናቱ ኣድቮኬት ክኸውን እየ ዝደሊ። ሕጂ ትራንዚሽናል ፌዝ ወይ ድማ ፔሪየድ ሃዝ ኢትስ ኦውን መካኒዝምስ ኦፍ ስታብሊሽመንት ፎር አ ፌዝ ኮምፕሊት ዲፈረንት ፍሮም ዘ ፕሪቪየስ ዋን ዝብል ኣርእስቲ ዘሎ ኣብዚ ንሕና እቲ ለውጢ ንደልዮ ዘለና ኣብ ኤርትራ ሲ ናቱ ናቱ መካኒዝምስ ኣለዎ ኩሉ ሻዕ እስኻ ኣይኮንካን ኮንትሮል ትገብሮ መብዛሕትኡ ግዜ ሲ ለውጢ ክመጽእ ከሎ ኣብ ሓደ ሃገር ብዙሓት ተዋሳእቲ ስለ ዘለዉ እቲ ለውጢ ንሕና ንደልዮ ኣበይ ከምርሓና ብትምኒት ጥራይ ዘይኮነስ ብግብሪ ክንትርጉሞ ክንክእል ብዙሕ ጠለባት ከድልየና እዩ። እቲ ዝለዓለ ጠለብ ኣብኡ ናሽናል ዩኒቲ እዩ። ቨሪ ክሩሻል እዩ ንዓና ናሽናል ዩኒቲ። ናሽናል ዩኒት ብ ኤርትራ ከም ጭርሖ ኣንጊሁ ዝተላዕለ ጭርሖ እዩ። ግን ናሽናል ዩኒቲ ኣብ ግዜ ብረታዊ ቃልሲ ንርድኦ ዝነበርናን ናሽናል ዩኒቲ ናይ ሎሚ ኣዝዩ ዝተፈላለየ ናሽናል ዩቲ ክኸውን ኣለዎ በሃላይ እየ ኣነ። እንታይ እቲ ፍልልዩ ኢልኩም ተተሓቲትኩምኒ እዚ ዓይነት ናሽናል ዩኒቲ ንሕና ንደልዮ ዘለና ናይ ኣተሓሳስባ ዩኒቲ እዩ። ናይ ሓደ ኣብ ሓደ ውድብ ኮንካ ብብረታዊ ድዩ ብሰላማዊ ድዩ ኣብ መዕልቦ ኣብጺሕካዮ እቲ ጉዳይ ኣብ ደሞክራሲያዊ ትራንዚሽን ክትመሓላለፍ ዘኽእለካ ለውጢ ክተምጽእ እዩ እቲ እቲ ናሽናል ዩኒቲ ግን ብሓደ ውድብ ወይ ብሓደ ኣተሓሳስባ ወይ ብሓደ ወይ ብውሱናት ውልቀ ሰባት ዘይኮነስ ህዝቢ ኤርትራ ኩሉ ክሳተፎ ዝኽእል ለውጢ ኢና ንደሊ ዘለና በሃላይ እየ። እሱ እቲ ኣረዳድኣ ናተይ ናሽናል ዩኒቲ ኣብ ለውጢ ኩሉሻዕ ክርከብ ከሎ ኩሉሻዕ ኣይዲዮሎጂካል ካንፍሊክትስ ኣሎ። ኣይዲዮሎጂ ወይ ድማ ኣብ ኣይደንቲቲ ዝተመስረተ ወይ ድማ ኣብ ፖለቲካል ኣፊልየሽን ዝተመስረተ ክፍጠርሲ ናይ ጾም ቁሩብ ታሽሙ ኣፈይ ነቒጹ ስለ ዘሎ ደሓን ቁሩብ ታሽሙ ክህልወኒ ይኽእል እዩ ድንጉይ ኢለ ማለትሲ እቲ ግርጭታት ኣብ ኣይድዮሎጂካል ግርጭታት ኣብ መድረኽ ናይ ለውጢ ባህርያዊ እዩ ክረኣይ ከም ተርእዮታት እሱ ከኣ ወይ ሓሓደ ግዜ ኣብ ኣይደንቲቲ ሓሓደ ግዜ ድማ ኣብ ፖለቲካል ኣፊልየሽን ክኸውን ይኽእል እዩ እዚ ንክይርክብ እዚ እንታይ እዩ ትሽግራ ሽግሩ ዌስቲንግ ኦቭ ኤነርጂ ብዙሕ ብዙሕ ብዙሕ ብታሽሙ ከጥፍኣልና ይኽእል እዩ ዝብል እምነት እዩ ዘለኒ። እሱ ንክይርከብ እቲ ፕሮግረስ ናህና ኣብ ቸይንጅ ዝተሰላሰለ ሲምለስ ክኸውን ምእንቲ እዚ ናሽናል ዩኒቲ ናይ ደቂ ሰባት ዘይኮነስ ናይ ኣተሓሳስባ ኣዝዩ ከድልየና እዩ በሃላይ እየ። ኣብ ትራንዚሽን ኩሉሻዕ ኣብ ግዜ ናይ ስረ ናይ ትራንዚሽን ኣላያንስ ከድልየና እዩ። ኣላያንስ ናይ መን እዩ? ኣላያንስ ናይቶም ኣብ ኣብ ኣብ ውሽጢ ዓዲ ዘለዉ ከምቲ ሓው ሰለሞን ዝብሎ ዝጸንሐ ንሕና ድማ ኣብ ዲያስፖራ ዘለና ፖለቲካል ኣክተርስ ኣለዉ፣ ኢንተሌክቹዋልስ ኣለዉ ወይ ድማ ኤሊትስ ኣለዉ ልሂቃን እዚኦም ኣብቲ ለውጢ ኣብቲ መስርሕ ናይ ለውጢ ተራ ክህልዎም ብጣዕሚ ኣገዳሲ እዩ በሃላይ እየ ኣነ። ፖለቲካል ኣክተርስ ወይ ኤሊትስ ድማ እቲ ናቶም ሮል ኣገዳሲ እንከሎ ሓሓደ ግዜ እንታይ እንታይ ይረኤ ከም ተርእዮታት እቲ ሂስቶሪካል ኩነታት እንድዩ ዝፈጥሮም ንዕኦም እሶም ኣይኮኑን መጺኦም ኣብ ቅድሚት ንሕና ኢና ኤሊትስ ዝብሉ ኤሊት መብዛሕትኡ ግዜ ህዝቢ ዋላ ይምረጾ ሓሓደ ግዜ ደገፍ ይህቦ እዩ ነቲ ኤሊት። ደገፍ ክረክብ እዚ ኤሊት እዚ ምስቲ ህዝቢ ክላዘብ ክኽእል ኣለዎ። ኣብቲ ኣተሓሳስባ ናይቲ ሰባት ናይ ደቂ ሰባት ዲፈረንስ ክፈጥር ክኽእል ኣለዎ፣ ፓራዳይም ሺፍት ክፈጥር ክኽእል ኣለዎ። ንዕኡ ክገብር ድማ ቤተር ኣንደርስታንዲንግ and better better interaction ምስ ምስቲ ካልቸር ናይቲ ህዝቢ ምስቲ ፖለቲካል ሂስትሪ ናይቲ ህዝቢ ምስ ሶሻል ሪያሊቲ ናይቲ ህዝቢ ክላዘብ ክኽእል ኣለዎ። ኤሊትስ ናቶም ተራ መብዛሕትኡ ግዜ እንታይ እዩ ዝበሃል they formulate strategies and tactics ኣብቲ ናይ ትራንዚሽን ክሕግዘና ዝኽእል እዚ ግን ቀሊል ነገር ኣይኮነን ማልቲፕል ሚኒንግስ ኣለዎ ሙብዛሕቱ ግዜ እቲ ናቶም ኣገዳስነት እቲ ናቶም ኢምፖርታንስ ኮንቴክስቸዋል እዩ ዝኸውን ኣብ ኮንቴክስት ዝተመስረተ ሊዲንግ ሴግመንት ዝብል ኣምር ኣሎ እሶም መራሕቲ ከለዉ ስኒ መብዛሕቱ ግዜ ኣብቲ ስትራክቸር ኣብቲ ኣብቲ ህሉው ኩነታት ኣብቲ ሕሉፍ ታሪክ እንተዘይተዋሲኦም ሓደ ግዜ ከም ናይ ላዕለዋይ ጽፍሒ ኤሊት ኮይኖም ጥራይ እዮም ዝተርፉ እቲ ውሽጣዊ እንታሽሙ ናቶም ኢንተራክሽን ናቶም ኣይዕወቱሉን እዮም በሃላይ እየ። ትራንዚሽን ኤክስፒርየንስ መብዛሕትኡ ግዜ ካብ ሓደ ሃገር ናብ ሓደ ሃገር ይፈላለ እዩ። ሕጂ ከማልኦ ዘለዎ ሰለስተ ነጥብታት ኣለዋ። ሓንቲ

ናይ ቀዳማይ እቲ እቲ ታሽሚ ነይሩ እቲ A እቲ ቨሪ ኤክስፒሪየንስ ናይ ናይ ናይ ሃገራት ዩኒክ እዩ ዝኾነ ሃገር ሲ ብሓደ ብሓደ መስመር ኣይኮነን ሃገራት ዝሓልፋ ኣብ ትራንዚሽን ቱወርድስ ዲሞክራሲ ዳሕራይ ከማልእ ኣለዎ እሱ ነቲ ሓድሽ ንመተካእታ ናይቲ ናይቲ ናይቲ ዝነበረ ድሕሪኡ ድማ እቲ ጂኦግራፊካል ዳይመንሽን፣ ጂኦፖለቲክስ ናህና ንሕና ኣብ ዓለም ተነጺልና ኣይኮናን ዘለና ምስ ካልኦት ኢና ክንዋሳእን ኢንተራክሽን ክንገብር ክንገብር ክንክእል ኣለና ማለት እዩ። እቲ ራብዓይ ድማ እቲ ኣኩሙሌትድ ኤክስፒሪየንስ ናይ ሓደ ህዝቢ ብጣዕሚ ኣገዳሲ እዩ ኣብ ለውጢ። እንታይ ዓይነት ተመክሮ ኣለና ከም ኤርትራውያን ከመይ ጌርና ነቲ ተመክሮና ጽቡቕ ጌርና ንጥቀመሉ? እዩ ዝብል ኣተሓሳስባ ክህሉ ኣለዎ በሃላይ እየ። ኣብታ ቲዮሪቲካል ኣስፔክት ኣፕሮችስ ሰለስተ ኣፕሮችስ ኣለዎ እቲ ስትራክቸር ኦሪየንትድ ዝኾነ ኣፕሮች ኣሎ፣ ካልእ ከኣ ፕሮሰስ ኦርየንትድ ዝኾነ ኣሎ፣ ሳልሳይ ድማ ኢንስቲቱሽናል ኦርየንትድ ዝኾነ፣ ራብዓይ ድማ ፖለቲካል ኢኮኖሚ ኣፕሮች ዘለዎ። ሕጂ እዚኤን ኣርባዕተ ዝርዝር ኣለወን፣ ኣብኡ ብዙሕ ከይኣተኹ፣ ስትራክቸራል ኣፕሮች መብዛሕትኡ ግዜ እንታይ እዩ ዝኣምን፣ እሱ ድማ ኣብ ስሳታት ሰብዓታት ኣብ ላቲን ኣሜሪካን ኣብ ደቡብ ኣውሮጳ ዝጀመረ ሙቭመንት እዩ ነይሩ። እሱ ኣብ ኤኮኖሚክ ደቨሎፕመንት ፖለቲካል ካልቸር ናይቲ ሃገር ብዙሕ ብዙሕ እንተኣሽሙ ኣለዎ ማለት እዩ ዝርዝራት ኣለዎ እቲ ስትራቴጂክ ቾይስ ኣፕሮች እቲ ናይ ኤሊት ኣፕሮች እዩ ማለት እዩ እሱ ዲስ ታይፕ ኣፕሮች ቻሌንጅ ስትራክቸራል ስትራክቸራል ዋን ንዑይ ብድሆ እዩ ንቲ ስትራክቸራል እንታይ እቲ ብድሆኡ ድማ ንቲ ስትራክቸራል ኩሉሻዕ ከም ኣብ ስትራክቸር ጥራይ ስለ ዝኣምን ነቲ ተራ ናይ ኤሊት ወይ ነቶም ልሂቃን ወይ ቶም ነቶም ኣክተርስ ወይ ኤሊትስ የነኣእሶ ማለት እዩ ስትራክቸራል ሕጂ እቲ ስትራቴጂክ ቾይስ ኣፕሮች እንታይ ዕድላቱ እቶም ተዋሳእቲ መን ምዃኖም ይገልጸልካ ዝያዳ ማለት እዩ እቲ ሳልሳይ ኢንስቲቱሽናል እዩ፣ ትካላዊ፣ ኣብ ትካላት ዝኣምን ጥራይ ለውጢ ክተምጽእ ምጽዓር ማለት እዩ። ትካል ድማ ስትራክቸር ዘይብሉ፣ ዝምርሕዎ ኤሊት ዘይብሉ ኣብ ኣብ ኣብ ታሽሙ ኣብ ኣብ ለውጢ ከምጽእ ሽግር ክህልዎ እዩ ነቲ ነቲ ነቲ ኢንስቲቱሽናል ኣፕሮች ኣብ መወዳእታ እቲ ራብዓይ ፖለቲካል ኢኮኖሚ ኣፕሮች እዩ ንሱ ድማ መብዛሕትኡ ግዜ ኣብቲ ፖለቲክስ ን ኢኮኖሚ ኣብ ኢንተርፕለይ ኣሎ ኣብኡ ኣብኡ እዩ ዘትኩር ሕጂ ሓደ ሃገርሲ ለውጢ ከምፅእ እንተ ኮይኑ ብኢኮኖሚ ምዕቡል ክኸውን ኣለዎ ነቲ ኣውቶሪቴርያን ሲስተም ዝትክእ ወይ ዝትካእ ሲስተም ብኢኮኖሚ ይኹን ብካልቸር ይኹን ብፖለቲክስ ይኹን ክፍጠር ኣለዎ ዝብል እንታይ ሽሙ ኣምር ኣብኡ መብዛሕትኡ ግዜ ንኣብነት ከም ኣብነት ኣብዚ ዝጥቀስ ናይ ሶቪየት ዩኒየንን ናይ ቻይናን ኣብ ሶቭየት ይኹን ኣብ ቻይናን ክልተ ሃገራት ብሓደ ፖለቲካል ሲስተም ኮሚኒስት ዝምርሓ ዝነበራ ሓደ ኣሰራርዓ ዘለዎን ፖሊት ቢሮ ሴንትራል ኮሚቲ ገለመለ ዝግዝኣ ዝነበራስ ክልተ ዝተፈላለየ ዓይነት ምዕባሌ ኣርእየን እተን ክልተ ሃገራት ሕጂ

ሊበራሊዜሽን ኦቭ ፖለቲክስ ኣይገበሩን። ኣብ ራሻ ከምኡ ዝኣመሰለ ካብኡ ዝኸፍኤ ናይ ኢኮኖምን ናይ ሊበራሊዜሽን ናይ ሰባት እውን ኣይተፈጸመን ማለት እዩ። ሕጂ ክልቲኡ ሲስተማት ሓደ ከሎ ወይ ድማ ሓደ ዓይነት ጠባያት እንከለዎምሲ ክልቲኦም ኣይተዓወቱን ነቲ ዝተረኽበ ምዕባሌታት ከደንፍዕዎ ማለት ኣብ ሃገሮም ደሞክራሲያዊ ሲስተም ከምጽኡ ኣይከኣሉን ኣይተዓወቱን ሕጂ እዚ ክሪቲካል ሪቪው ገዲፍናዮ ኣብ ዓለም ሲ መብዛሕትኡ ግዜ ብዛዕባ ደሞክራሲ ክንዛረብ ከለና እንታይ እንታይ ኢና ንሓስብ ደሞክራሲያዊ ስርዓታት ኣብ ዓለም ኣበይ እዩ ዘሎ ኢልካ ትሓስብ ትሓስብ ከሎኻ መብዛሕትኡ ግዜ ሕጂ ንኣብነት ከም ኣብነት ተምጻልኩም እዚ ራውል ቫለንበሪ ኢንስቲትዩት ዝበሃል ኣብ ዓዲ ሽወደን ዘሎ በዛዕባ ደሞክራሲን በዛዕባ ሂዩማን ራይትስ ብጣዕሚ ምዕቡል ዝኾነ መጽናዕትታት ኣለዎም ኣብቲ ናቶም ወብሳይት ኣቲኹም ክትሪእዎ ትኽእሉ ኢኹም ራውል ቫለንበሪ ኢንስቲትዩት ሕጂ እሶም ኣብ ዓለም ዘለዋ ፖለቲካል ሲስተምስ ኣብ ሰለስተ እዮም ዝመቕልወን እቲ ሓደ እቲ ፉል ደሞክራሲ ዘሎ ዘለዎ እዩ ዳሓር እዚ ድማ ነቲ ምዕራባዊ ዓለም መብዛሕትኡ ግዜ ንዑ እዮም ኣግዛምፕል ዘምጽእዎ ኣይስላንዲ ናምበር ዋን ኮይነ ሽወደን ኣብ ናምበር ትሪ ከምኡ ይኸይድ ኣሜሪካ ኢንፋክት ኣብ ቁጽሪ ዓሰርተ ኣርባዕተ ድዩ ዓሰርተ ሓሙሽተ ኣብ ፉል ደሞክራሲስ ምኽንያቱ እቲ መዐቀኒታት እትፈላለየ ስለ ዝኾነ መብዛሕትኡ ግዜ ኣሜሪካ ኣብ ብዙሕ ነገራት ጉድለት ኣለዋ ኢሎም እዩ ዝእመን። ድሕሪኡ ቀጥታ ዝመፅእ ፍሎው ዴሞክራሲ ይብልዎ። ፍሎው ዴሞክራሲ ድማ ብዙሓት ሃገራት ፓርላማ ከለወን ቅዋም ከለወን መንግስተን ዝመፃ እንከለዋስ ብዙሕ ዘየማልእኦ ቅጥዕታት ኣሎ እቲ ዴሞክራቲክ ሲስተም ናተን። ሕጂ እቲ ሳልሳይ እቲ ኣውቶሪቴርያን እዩ። እቲ ኣውቶሪቴርያን ድማ ኤርትራ ኣብኡ እያ ዘላ።

ንኣብነት ወይቭስ ኦቭ ደሞክራሲ ነይሩ ኣብ ዓለም። እቲ ወይቭስ ብ ዓሰርተ ትሽዓተ ክፍለ ዘመን ዝነበረ ነይሩ። ድሕሪኡ ድሕሪ ካልኣይ ውግእ ዓለም ክሳብ ስሳታት ሰብዓታት ሰከንድ ወይቭ ነይሩ። ተርድ ወይቭ ከኣ ነይሩ ኣብ ተስዓታት። ዝገርመኩም ኤርትራ ኣብ ተስዓታት እያ ሓራ ወጺኣ። ኣብ ተስዓ ሓራ ክትወጽእ ከላ ኤርትራ ኣብቲ ተርድ ወይቭ ክትኣቱ ኩላህና ተስፋ ነይሩና። ተርድ ወይቭ ኦቭ ደሞክራሲ። ኤርትራ ካብ ካብቲ ካብቲ ባቡር ክጓዓዝ ከሎ ብድልየታ ዘይኮነስ ብዕልዋ ንበሎ ብዝተፈላለየ ምኽንያታት ወሪዳ ካብቲ ባቡር ቅድሚ ሰላሳ ዓመት ዴሞክራሲ ክህልወና ዝግብኦስ ሎሚ ድሕሪ ሰላሳ ዓመት ክንሪኦ ከሎና ኤርትራ ሓንቲ one of the worst countries authoritarian systems ዘለዋ ሃገር ኮይና ተሪፋ ኣላ ሕጂ መን እዩ ንኤርትራ ኣብዚ ትራክ እዚ ዝመልሳ? መን እዩ ንኤርትራ ኣብዚ መስርዕ እዚ ኣብዚ መስርሕ እዚ ዝመልሳ? ሓደ ካብኡ እዩ ንምባል እዩ። ኣጆኹም ኣጆና እዚ ስራሕ ዓቢ እዩ። ሆም ወርክ ናትና ክንገብር ኣለና ከም ኤርትራውያን። ብዙሕ ፍልልያት ኣሎ ኣብ ደምበ ተቓውሞ ብዙሕ ፍልልያት ኣሎ ኣብ መንጎና። እንታይ እዩ እቲ ፍልልያትና ኢልካ እንተ ድኣ ክተሕጽሮ ፈቲንካ መብዛሕትኡ ግዜ እንታይ እዩ እቲ ፍልልያት

ነፍሲ ወከፍ ኣብቲ ዘለዎ ቦታ ኣብቲ ዘለዎ እቲ ዝኽእሎ ከበርክት እንተድኣ ፈቲኑ ኣይ ቲንክ ብዙሕ ለውጢ ክንገብር ምኸኣልና ኔርና። ኣብ ውሽጥና ከኣ እዩ እቲ ለውጢ መጀመርያ ክርከብ ዘለዎ። ሰላም ይኹን ለውጢ ይኹን ኣተሓሳስባ ይኹን ኣብ ውሽጥኻ ቅድም ክሰርጽ ኣለዎ። ኣብ ውሽጥኻ ምስ ሰረጸ ሽዑ ኢኻ እስኻ ኣብ ምትግባሩ ሓይሊ ዝህልወካ ወይ የቐንየለይ።